ሰላም ሰላም ክቡራት ኣሕዋት እንኳዕ ብደሓን መጻኹም ሎማዓንቲ ከዓ ብሓዳሽ ቪድዮ ተመሊሰኩም ኣለኹ እሱ ድማ ብዛዕባ ዩቲብ ኮይኑ እዛ ዩቲብ ቻናል ምስ ከፈትኩዋ ብዙሓት ሰባት ተሓተቱኒ ሕጂ ንሎማዓንቲ ኣብ ሰለስተ ሕቶ ፆሚ ቀምፅልኩም ኣለኹ ምስ መልሰን እታ ቀዳመይቲ ሕቶ ዩቲብ ክጅምር ደልየ ገንዘብ ይኽፈሎ ድዩ ካልኣይቲ ሕቶ እንታይ የድልየኒ ንኽጅምር? ሳልሳይቲ ድማ መኽሰብከ ኣለዎ ድዩ? እንተሃልይዎኸ መዓስ እዮም ክኸፍሉኒ ዝጅምሩ? ንዝብሉ ሕቶታት መልሰን ሒዘ ጽሙቕ ኣቢለ መልሰን ሒዘልኩም መጽየ ኣለኹ እሞ ሃየ ንጀምር። እምበኣርከስ በታ ቀዳመይቲ ሕቶ ክንጅምር፣ እታ ቀዳመይቲ ሕቶ ዩትዩብ ክጅምር ደልየ ገንዘብ ይኽፈሎ ድዩ እያ ትብል፣ መልሳ ድማ ዋላ ሓንቲ ገንዘብ ድኽፈሎ ነገር የብሉን፣ ዩትዩብ ክንጅምር ውይ ንዩትዩብ ቻነል ክንከፍት ብናጻ እዩ ንኹሉ ሰብ። እንተኾነ ግን እንታይ ዓይነት ዩቱብ ቻነል ኢኻ ትኸፈት ደለኻ ምስትውዓል የድሊ ንኣብነት ቻነልካ መሃሪ ድዩ ናይ ሓበሬታ ቻነል ድዩ ሞቲቬሽናል ዊን ዘተባብዕ ዓይነት ቻነል ድዩ ወይ ከኣ ኣዛናግዒ ዓይነት ዩቱብ ድዩ ካብዚኤን ሓደ ክኸውን ኣለዎ እንተደይኮይኑ ግን ናይ ጽርፊ ዓይነት ዊን ብዙሕ ካብቲ ናይ ዩቲብ ቻናል ሕግታት ወጺኻ ትሰርሕ ትኾንካ ኣብ ዩቲብ ቻናል ብዙሕ ክትጉዓዝ ኣጸጋሚ ዩ ብሓፈሻዊ ሰብ ድፈትዎ መሃሪ ክኸውን ኣለዎ። ናብታ ካልኣይቲ ሕቶና ምስ ንኸይድ ድማ ዩትዩብ ቻነል ክኸፍት እንታይ የድልየኒ ትብል ኮይና መልሲ ድማ ጂሜል ኣካውንት እዩ። እቲ ቀዳማይ ነገር ክንገብሮ ዘለና ጂሜል ኣካውንት ምውጻእ እዩ። ብድሕሪኡ ዩትዩብ ዶት ኮም ኢልና ኣቲና ክሬት ቻነል ኢልና ዩትዩብ ቻነልና ክንከፍት ንኽእል ኢና። ኣብ ቀጻሊ ፍሉይ ቪድዮ ከመይ ጌርና ዩትዩብ ቻነል ንኸፍት ሒዘልኩም ክመጽእ እየ። እዚ ቪድዮ እዚ ነዊሕ ከይኮነና ምእንቲ ካብዚ ምቕጻል ድማ ቪድዮታተይ ከ እንታይ ዓይነት ካሜራ እየ ተጠቂመ ክስእሎም ንዝብል ሕቶ ከም መበገሲ እታ ኖርማል ኣብ ኢድና ደላ ሞቢል ተጠቂምና ሞባይል ብኣ ክንጅምር ንኽእል ኢና ጸገም የብሉን እንዳማዕበልና ምስ ከድና ድማ ካብኡ ዝሓሸ መሳርሒ ማይክሮፎን ተጠቂምና ክንሰርሕ ንኽእል ኢና። ስለዚ ከም መበገሲ እታ ኣብ ኢድና ደላ ሞቢል ተጠቂምና ክንጅምር ንኽእል ኢና። ናብታ ሳልሰይትን መወዳእታ ሕቶ ምስ ንኸይድ ድማ ዩትዩብ መኽሰብ ኣለዎ ድዩ መዓስ እዮም ከ ክኸፍሉኒ ዝጅምር ትብል ኮይና ጽሙቕ ኣቢለ ኣሕጽር ኣቢለ መልሲ ሒዘልኩም መጽየ ኣለኹ። በታ ቀዳመይቲ ክፋል ናይዛ ሕቶና ክንጅምር ዩትዩብ መኽሰብ ኣለዎ ድዩ እወ ብልክዕ ዩትዩብ መኽሰብ ኣለዎ እንተኾነ ግን እቲ ናይ ዩትዩብ ክራይቴርያ ክነማልእ ኣለና ንሱ ድማ ሓደ ሽሕ ሳብስክራይብ ክህልወና ኣለዎ ፕላስ ኣርባዕተ ሽሕ ዎቺን ኣወርስ እሱ ድማ እዚ ሰዓታት ኣብ ውሽጢ ዓሰርተ ክልተ ኣዋርሕ ክረኣየልና ኣለዎ ብዘየገድስ መዓስ ከም ኣብ ዝጀመርናሉ ንኣብነት ወርሒ ሰለስተ እንተጀሚርና ክልተ ሽሕን ዕስራን ሓደን ክሳብ ክልተ ሽሕን ዕስራን ክልተን ወርሒ ሰለስተ ዘሎ እዩ ድቑፀረልና ስለዚ ዓመት ሙሉእ ኣለና እቲ ዎችን ኣወርስ ክንእክቦ ጸገም የብሉን። እቲ ቀንዲ ዘገድስ ዓቕሊ ጌርካ እቲ ቀጻልነት ዝበሃል ከኣኒ ኩሉሻዕ ክህሉ ኣለዎ ተስፋ ከይቆረጽና ምስራሕ እዩ። ናብታ ካልኣይቲ ክፋል ናይ ሕቶና ምስ ንኸይድ ድማ መዓስ እዮም ከ ክኸፍሉኒ ዝጅምሩ ትብል ኮይና ምስታ ቀዳመይቲ ሕቶና ምስኣ ዝተኣሳሰረት እያ መልሳ። ንሱ ድማ ሓደ ሽሕ ሳብስክራይብ ምስ ኣከብና ፕላስ ኣርባዕተ ሽሕ ሰዓታት ምስ ተረኣየልና ባዕልና ንሕና ኣፕላይ ንገብር ማለት እዩ ኣፕላይ ጌርና ምስ ተቐበሉና ካብኡ እቲ ሬክላም ክንረአ ጅምራ ቪድዮታትና ብኡ መሰረት ድማ ክንክፈል ንጅምር እንተኾነ ግን ኣብዚኣ ከነስትውዕለላ ዘለና እቲ ናህና ቪድዮታት ዝሰራሕናዮ ባዕልና ዝሰራሕናዮ ኦሪጂናል ክኸውን ኣለዎ ፍሪ ኮፒራይት ከዓ ክኸውን ኣለዎ ዝኾነ ናይ ኮፒራይት ፀገማት ክህልዎ የብሉን ክቕበሉና ምእንትን ዝኾነ ሚውዚክ ከዓኒ ናፃ ብናፃ ዝኾነ ናይ ኮፒራይት ፀገም ኣደይብሉ ካበይ ንወስድ ሃንድረድ ፐርሰንት ሹር ኮይና ማለት እዩ ከይፈራሕና ካበይ ንወስድ ኣብ ቀጻሊ በይኑ ቪድዮ ሒዘልኩም ክመጽእ እየ ኣብ ናይ ዩቲብ ቻናል ምኽፋት ትግደሱ ማለት እዩ ጸገም የብሉን ኣብ መወዳእታ ድማ ንእሽተይ ምኽሪ ክብላ ዝደሊ ዩቲብ ቻናል ክንክፍት ከለና ኣብ ገንዘብ ጥራሕ ክነብል የብልናን ማለት እዩ። ኣብ ውሽጢ ወርሒ ገንዘብ ክኽፈል ኣለኒ፣ ኣብ ውሽጢ ሰለስተ ወርሒ ክኽፈል ኣለኒ ኢልካስ ናብ ገንዘብ ጥራሕ ተድህብ ተኾንካ ክትዕወት ብዙሕ ኣይትኽእልን ኢኻ ማለት እዩ። እቲ መኽሰብ ባዕሉ ክመፅእ እዩ ምስ ግዜ። ዊን ሓፂር መንገዲ ክትርኢ የብልካን ድኾነ ደይሕጋዊ ጌርካ ማለት እዩ ብቲ ናይ ሰዓታት ድዩ ወይ ናብ ናይ ሳብስክራይብ ብደይ ሕጋዊ ነገራት ብዙሕ ዶ ኣሎ ከምኡ ትገብር ተኾንካ ብዙሕ ክትዕወት ኣይትኽእልን ኢኻ ኣብ ዩቱብ። ኣብ መወዳእታ ድማ ናይዘን ሰለስተ ሕቶ ብልክዕ ተረዲእኩም ክኸውን መልሰን ተስፋ ይገብር ጠቓሚ ኮይኑ ከዓ ክትረኽብዎ ተስፋ እንዳገበርኩ ሓደሽቲ ብሕልፊ ሓደሽቲ ዩትዩበርስ ወይ ተገዳስነት ዘለኩም ኣብ ዩትዩብ ዝኾነ ሕቶ ዊን ሪኢቶ እንተለኩም ኣብ ታሕቲ ጽሓፉለይ ንቀጻሊ ድማ ድኮነ ከምዚ ዓይነት ብዛዕባ ዩቲብ ሕቶታት እንተለኩም ቪድዮ ክሰርሓልኩም ኣብ ታሕቲ ጽሓፉለይ ኢኩም ጸገም የለን ሰርሐ በብመዕልቱ ከቅርበልኩም እየ ኣብዚኣ ኣገዳሲት ነጥቢ ድብላ ድማ ድኮነ ክፈልጦ ደለዎ ድኮነ ዊን ኩሉ ናይ ዩቲብ ስራሕ ካብ ዜሮ እዩ ዝብገስ ስለዚ ጻዕርን ትዕግስትን የድልየና እዩ። ኮንሲስተንሲ ከኣ ቀጻልነት ማለት እዩ። ከምኡ እውን ተጌርና ዘይንዕወተሉ ምክንያት የለን። በዚ ኣጋጣሚ ከዓኒ ንኩልኹም ሓደሽቲ ዩቲዩበርስ ኣነ ከተባባዕኩም እየ ደሊ ቀጽሎ ስርሑ ክትዕወቱ ኢኹም። በዚ ኣጋጣሚ ድማ ንዓይ ከዓኒ ላይክ፣ ሼር፣ ሳብስክራይብ እናገበርኩም ተተባብዑ ንደልኹም ከይ ኣመስገንኩኹም ክሓልፍ ኣይደልንየ በዚ ኣጋጣሚ። እምበኣርከስ ናይ ሎማዓንቲ ቪድዮይ እዚኣ እያ ትመስል ነይራ። ጠቓሚት ክትኮይና ክትረኽብዋ ተስፋ እንዳገበርኩ ኣብ ቀጻሊ ብከምዚ ዓይነት ቪድዮ ዝበለጸ ንዓኹም ጠቓሚ ዝበልክዎ ሒዘልኩም ክሳብ ድመጽእ ሰሰንዳይ ንኹላትና ቻው።